ወላይ ዘልኣለም ብሩኽ ኣቦና ነመስግነካ ኣሎና ስለ ቃልካ ቃል ህይወት ቃል ቁኑዕ ፍርዲ ቃል ፍትሒ ቃልካ እሙንን ሓቀኛ ተስፋታት ሂብካ ተስፋታትካ ፈጺምካ ኪዳን ኣቕምካ ኪዳንካ ሓሊኻ ወእግዚኣብሔር ኣምላኽና ምስጢራዊ ኣምላኽ ዓብይን መፍርህን ኣምላኽ ዘገርምን ዘደንቕን ኣምላኽ እዚ ካብ ኩሉ ዝገርመና ከዓ ባዕልና ጸላእቲ እተቐየርናስ ኣፍቂርካና ነመስግን ኣሎና ከምዚ ቃልቃ ሕጂ ክዝረብ ዘለዎ ድማ ኮነኔ ዝበሃል ኣይክጠብቀናን እዩ ኣብ ወድኻ የሱስ ክርስቶስ ክሳዕ ዘሎና። ነቶም ብዙሓት ኣብ ድነ ሞትን ጸልማትን ዚነብሩ ዘለዉ ድማ ብርሃን ክወጸሎም እወ ብርሃን ወንጌል ብኣልካ ክኣስቶም ክድሕኑ ብቓልካ ህይወት ክረኽቡ፣ ብቓልካ ክጸርዩ ክነጽሁ፣ ብቓልካ ክልብሙ፣ ንስምካ ክቅድስዎ፣ ብቓልካ ድማ ደሚቕም ክበርሁ ኣብዛ ጸልማት ዓለም እዚኣ። ምስ ኩልና ኩን፣ ቓልካ ክብረው ብስም ጎይታና የሱስ ኣሜን። እቲ ናይ ሕጂ ትምህርትና ድማ፣ ከምዚ ዝብል እዩ፣ ኣብቲ የሱስ ዚብሃል ኵነኔ የልቦን። መልእኽቲ ጳውሎስ ናብ ሰብ ሮሜ ሻምናይ ምዕራፍ ቀዳማይ ጥቕሲ ንመልከት። እምበኣርሲ ሕጂ ነቶም ብክርስቶስ የሱስ ዘለዉ ኵነኔ የብሎምን። ተረዲኣትኩም'ዶ? ነዞም ኣብ ክርስቶስ ዘለዉ፣ ብእኡ ዝነብሩ፣ ምስኡ ዝመላለሱ፣ ብፍቓዶም መጺኦም እወ እኔኹ ጐይታይ፣ ንዓይ ንሓጥእ መሓረኒ፣ ካብ ሕጂ ንኔኡ ምሳኻ ክመላለስ'የ ኢሎም ልቦም ዝሃብዎ፣ ኵነኔኦም ሓሊፉ'ዩ። ኵነኔ ማለት ደገ ምሕረት ተዓጽዩ፣ ፍርድኻ ተቐቢልካ ሞት ተኾይኑ ሞት ተቐበል። ንሕልፈትካ እንተኾይንካ ክትፍረድ ከኣ ንሕልፈትካ ተኾኒንካ። ሓደ ግዜ ማሕበር ጎይታ ክጓሲ ከለኹ ኣብ ኣስመራ በቲ ጥቓ ላዕለዋይ ቤት ፍርዲ ይኸይድ ነይረ። ሽዑ ኣብቲ ማዕዶ ዝበጻሕኩ ከቢድ ኣውያት ናይ ኣንስቲ ሰምዕ፣ ዋይ ዋይ ይብላ ኣላጊሰየኡ መጺኤ ሓደ መንእሰይ ጉንፍ ይብለኒ ይህ እንታይ ተረኺቡ ደሓን ዶ እብሎ ንስኻ ከምዚ ኢሉ መለሰለይ ሕጂ ሕጂ እቲ ፈራዳይ ንዘመደን ንሞት ኮኒንዎ። እምበኣር ስምዑ፣ ብናትካ ሓጢኣት፣ ብናትኪ ሓጢኣት፣ ብናተይ ሓጢኣት ኩልና ኩንናት ኢና። ሞት እምበር ህይወት ኣይግብኣናን እዩ ግና እቲ ብሩኽ ጐይታና የሱስ ንእግዚኣብሄር ኣብ ኢልዎ ኣነ በጃኦም ክሓልፍ ከተዓርቆም እዮም ምሳኻ ኩነኔኦም መወዳእታ ክገብረሉ እዩ ኮይኑ ኸ ሃሌሉያ ዝኾነ ይኹን ካባኹም ሓጢኣትኩም ኣይትጸብጽቡ፣ ክንድዚ ገይረ እየ እሞ ኣየድሕነንን እዩ ትብሉ፣ ካብ ሓጢኣትኩም ኣምላኽ ከም ዝዓቢ ዘክሩ። ካልኣይ፣ ካብ ሓጢኣትኩም ደም ጐይታና የሱስ ክርስቶስ ከም ዝዓቢ ዘክሩ ወይ ፍለጡ። መን ክወዳደሮ ይኽእል? ግን ዓይንኹም ክፈቱ ረኣዩ። ክርስቶስ የሱስ በጃና እንተዘይሓልፍ ኩልና ግቡእና ኣይኮንኩነን ዓራትና ኣብ ገሃነም ከነንጽፍ መወዳእታ ዘይብሉ ዘይሓልፍ ሕልፈት ኣብ ገሃነም እሳት ክንነብር ኣብኡ ዕምባባ የለን ኣብኡ ቆልዑ የለዉ ኣብኡ ዘለኹም እቲ ጎይታና ኢየሱስ ክርስቶስ ዝበሎ ሓዊ ዘይጠፍእ ዓሰካኡ ዘይመውት እግዚኣብሔር ካብኡ የድሕነና ካብኡ ከድሕነና ኢሉ ከኣ ንኢየሱስ ክርስቶስ በጃና ዘሕለፎ ብኡ ገይሩ ዝተዓረቀና ስለዚ እንታይ ዝብል ዘሎ ብዚ ሃዋርያ ጳውሎስ እቶም ብክርስቶስ ኢየሱስ ዝመላለሱ ሰባት ውጹዓት ሓራዮም ካብ ኩነኔ ዝኸሶም ነገር የልቦን ስለ ተነስሑ ተመለስ ተመለሲ ናብ ኣምላኽኩም ሽዑ ጥራይ ብትሕትና ካብ ውሽጢ ልቢ ንዓይ ንሓጥእ መሓረኒ ይኹን ጸሎትኩም ሽዑ ንሽዑ ጾርኩም ክወድቕ እዩ ኩነኔኹም ክረግፍ እዩ መሪጽኩም ዝነበርኩም ድማ ሓድሽ ተኽልን ዕምባባን ክትኮኑ ኢኹም ንኣምላኽና እወ ስም ጎይታና የሱስ ይባረኽ ህይወት ኣብኡላ እሞ ህይወት ክትረኽቡ ምእንቲ ናብኡ ምጹ። ቀጺልኩም ምስኡ እንተ ተመላለስኩም ከኣ ህይወት ምስ ተረፋ ትረኽቡ። ቀጺልኩም ከምኡ ኢልኩም እንተ ቐጸልኩም ከኣ ህይወት ዘለኣለም ትረኽቡ። ንኣምላኽ ወረስቱ ንክርስቶስ መዋርስቱ ምስ ኩሎም ብጹኣን ምስ ኩሎም ቅዱሳን። ሳላ ደምገንሸል። መርዓልኹም ኣይጽበብኩም ቃል ኣምላኽ ይብል ከምቲ ምብራቕ ካብ ምዕራብ ዝርሕቕ ንኣበሳና ድማ ከምኡ ገይሩ ካባና ኣርሓቆ ስም ኣምላኽና ይባረኽ ስለዚ ኩነኔ ተላዕለ ኩነኔ ተጓሕፈት ኣብ ባሕሪ ምርሳዕ ጠሓለት እቲ ዘይርስዕ ረሰዐ ስሙ ይባረኽ እምበር ንሱ'ዩ ተስፋኡ። ሰብ እንታይ ኣብ ካልእ ኮለል ትብሉ፣ ሸንኮለል ትብሉ፣ መድሓኒ ኣብ ቅድሜኹም ከሎ ንሱ ክርስቶስ የሱስ ዘይትጽውዕዎ ንዕኡ ሰብ እንታይ ደድሕሪ መላእኽትን ደድሕሪ ሰብ ዝቐደሱን ቅዱስ ኢና ዝብሉን ትጎዩ። ኣስተውዕሉ፣ የሱስ ባዕሉ መሊስዎ እዩ፣ ኣነ እቲ መገዲ፣ ኣነ እቲ ሓቂ፣ ኣነ እቲ ህይወት፣ ብዘይ ብኣይ ሓደ እኳ ናብ ኣቦ ኺመጽእ ዝኽእል የልቦን። ወንጌል ዮሃንስ ዓሰርተ ወርባዕተ ሳድሳይ ፍቕዲ እዩ። እንታይ ዝብል ዘሎ ብዘይ ብኣይ ክትሓልፉ ኣይትኽእሉን ኢኹም። ኣቦ ቤሎ ኣብ መንግስተ ሰማያት እሞ ናብኡ ክትኣትዉ እንተኾንኩም ቅድም ንኣይ ኢኹም ትረኽቡ ኣነ እቲ መገዲ ኣነ እቲ ደገ እየ ስለዚ ክሳዕ መዓስ ኢኹም ወንደርደር እትብሉ ደቂ ጓል ህዝበይ ክሳዕ መዓስ ኢኹም ሸንኮለል ትብሉ ንኸድሕንኹም ዘይክእሉ ትጽውዕዎም እሞ ሓንቲ ሳእኻ ካብኦም መልሲ ረኺብኩም ኣይትፈልጡን። ጥበራ ድያብሎስ ኣይስኣንን። ግን ካብቲ ህያው ኣምላኽ ጌና ኣይሰማዕኩምን ዘለኹም። ኩነኔውስ ጌና ተጻዒኑኩም ኣሎ። እዚ ኩሉ ጽዒርኩምን ዝግበር ጌርኩምን ከለኹምሲ ናጽነት ካብ ልምዲ ሓጢኣትኩምን ውርደትኩምን ኣይረኸብኩምን፣ ጌና ባሮት እዛ ዓለም እዚኣን ሓጢኣትን እቲ ኣምላኻ ዝኾነ ድያብሎስን ኮይንኩም ኣለኹም። ካብ ኩነኔኹም ሓራ ከውጽኣኩም ዝኽእል የሱስ ክርስቶስ እንሆ እለ፣ ንዕኡ እንዶ ጸውዕዎ። እወ። ምብራቕን ምዕራብን ኣይራኸብን ሓደ ጻዕዳ ኣብዚ ሕመት ዝዓዩ ፈሓም እወ ዝዓየ ዝነበረ ኩዒቶም መክራን ገለ ካብ ገለጉል ርከብ ኣብይ ዝዓይ ነይሩ ሳኽራም ስርዑ ዘይገብር ሓደ ግዜ ግና ሓደ ሰብ ንጐይታና የሱስ ክርስቶስ ዝፈልጥ ኣብ ክርስቶስ ኩነኔ ከም ዘየልቦ ምስ መስከረሉ ልቡ ከፊቱ ንየሱስ ክርስቶስ ተቐበሎ። ዘገርምን ዘደንቕን ሰዓቢ ከኣ ኮነ። ሕጂ ኣብቲ ዝሰርሓሉ ዝነበረ ሕመት ኩሉ ሰዓት ከምዚ ናይ ዓሰርተ ሓሙሽተ ደቂቕ ወይ ፍርቂ ሰዓት ክምስሑ ግዜ ይህብዎም እዩ። በቲ ግዜ እቲ እታ ዘላቶ እጃም ብልዕ ኣቢሉ መጽሓፍ ቅዱስ ዜንብብ ኮፍ ኢሉ ንዓ ከንብብ ከሎ እዚ ኩሉ ሰ ሃሌሉያ ኣሜን ደብል እቶም ካልኦት ሰራሕተኛታት ብጾቱ ኣይፈትውዋ ሓደ መዓልቲ ሽዑ እንታይ ኢሎም እስከ ነዛ መጽሓፍ ቅዱሱ ንሕብኣሉ ሓቢእና እዚ ኣትላስ ጂኦግራፍ ናይ ዓለም ዘሎ መጽሓፍ ንሱ ንሃቦ እሞ እንታይ ከም ዝገብር ንተዓዘብ በሉ። ሓቢኦምሉ ናይ ሃብ ተበለ መጽሓፍ ቅዱስ ተኸዊላ ክረኽባ ኣይከኣለን። ነታ መጽሓፍ ገንፂሉ ክርኢ ከሎ ሓደ ነገር ንእምርኡ ትዝ ዝብሎ ንተሕንጻጻር ምስ ረኣየ ምብራቕን ምዕራብን ዘይራኸብ ዓው ኢሉ ሸ ኣብቲ ቤት ስራሕ እኮ ሃለሉያ ኣሜን እናበለ ከመስግን ምስ ጀመረ ዱዱዱዱ ኢሎም መፅኦም ኩሎም እንታይ ረኺብካ እንታይ ኮንካ እንታይ ረኸብካ እንታይ ኮንካ ምዕራይ እዩ ትሪእዎ ዘለኹም እዚ ምብራቕን ምዕራብን ዘይራኸብ እዋን ንርእዮ ኣለና በሉ ኣምላኽ ንሓጢኣተይ ከምኡ ገይሩ ካባይ ኣርሒቕዎ ኣይርከብን እዩ በዚ ሃሌሉያ ኣምን እዩ እዚ ዘመስግን ዘለኹ ልካ ከምኡ እዩ እግዚኣብሔር ይቕረ ምስ በለይ ነገር ተወዲኡ ውሉዱ ኮንካ ውሉዱ ኮንኪ ሪኢ ከባ ግና በታ ብርሃን ሓቂ ዝሃበኩም ሰብ ጥርም ክትመላለሱ ኣለኩም ከጽንዓኩም ዝኽእል ጸጋ ኣለዎ ከደልድለኩም ዝኽእል ጸጋ ኣለዎ ኣታዊ ወጻኢ ክብ ለጠቕ ውልዕ ጥፍእ እዚ ግብሪ ጸጋ ኣምላኽ ኣይኮነ ንዕቀት ኢኻ ንኣምላኽ ነውሪ ድማ ክሕልወና ከምዘይክእልሲ ከም ሰኽራም ሰንከልከል ክንብል ካብ እንታይ ድዩ ድሒንና? ካብቲ ዝነበረና ባርነት ሓጢኣት ኮኒኑና ዝነበረ ኮይና ሓራ ወፂእና ኩነኔና ምስ ሓለፈ ከዓ ኣስማትና ኣብቲ መፅሓፍ ህይወት ናይቲ ገንሸል ተመዝጊብና ኣሎና ማለት እዩ። ደጊምሲ ደቂ ዓዶም ንቅዱሳን እምበር ኣጋይሽን መጻእተኛታትን ኣይኮናን። ስም ኣምላኽና ይባረኽ እዋይ ከምቲ ምብራቕን ምዕራብን ዘይራኸብ ንኣበሳ ኩሎም ዝንስሑ ዘበሉ ከምኡ ገይሩ ካባታቶም የርሕቆ ኣብ ካልኣይ ቆረንቶስ ሓምሳይ ምዕራፍ ፍቕዲ ዓሰርተው ሸውዓተ ረኣዩ ብዛዕባ ኩነኔ ዘይብሎም ሰባት ኩነኔኦም እተጠቕለለሎም ስለዚ ሓደ እኳ ብክርስቶስ እንተኣልዩ ንሱ ሓድሽ ፍጥረት እዩ እወ ሪኢኹም ብዘይ ክርስቶስ ኮሎና መሪትና ኢና ኣብ ሓጥያት ጨኒና ነቲሕና ፈናፍንቲ ኮይና ናብ ክርስቶስ ብመጻእና ግና እንደገና ሓዲሽና ሓዲሽ ፍጥረት ኮይና ባህርና ተመቐልቲ ባህሪ ኣምላኽ ኮይኑ ጽድቂ መለኮት ኢና ይኮንኩን ዝብል ዘለኹ ናይ ኣምላኽ ጸጋ ኣባና ሓዲሩ ኣዐርዩና ደጊም ትፍንትፉን ሕይወትና ተጠቕሊል እዩ ካብ ሕጂ ንኔው ብጸጋኡ ስሰጥ ኢልና ምስኡ ንማላለስ ስለ ዝሓደሰና ካብ ላዕሊ ክትውለድ ዝግብኣካ ክብሎ ከሎ ጐይታና የሱስ ንኒቆዲሞስ ካብ ላዕሊ ካብ ኣርያም መንፈስካ ይተሓደስ ማለቱ እዩ እምበር ኣብ ከርሲ እዴኻ ኣቲኻ እንደገና ተወለድ ማለቱ ኣይኮነን ካብቲ ጐይታ ኩሉ ጥበብዶ ከምዚ ይወጽእ ከምኡ ንከይምህር ኣይኮነን ኣስተውዕልዎ እቲ ንሱ ዝብሎ ዘሎ ምእንቲ ከተስተውዕሉ ንቃል ኣምላካ ኩሉ ሳዕ ክትጽልዩ ይግበኣኩም ኣምላከይ ቃልካ ከስተውዕሎስ ልበይን ኣእምሮይን ኣብርሃዮ ብርሃንካ ደጉሓሉ ኣብላሓዮ ነእምሮይ ንክብርካ። እወ ሓደ እኳ ብክርስቶስ እንተሃልዩ ንሱ ሓድሽ ፍጥረት እዩ እቲ ብሉይ ሓሊፉ ናብራ ሓጢኣት ሰናፍንቲ ብሉይ ናብራ ሓሊፉ እነሆ ኩሉ ሓድሽ ኮይኑ ከመይዳ ንክርስቶስ ዝመስል ባህሪ ሓዲሩና ግብረ ሃዋርያት እሞ ረኣዩ ትሻትሻይ ምዕራፍ ከምኡ ኢልኩም ቀፂሉም ክሳብ ሻብዓይ ምዕራፍ ዘሎ ረኣይዎ እስጢፋኖስ ከመይ ዝኣመሰለ ሓያል ኣማኒ መንፈስ ቅዱስ ዝመልኦ ሰብኣይ ብደርባ እምኒ እናጨፍጨፍዎ ከለዉ እንታይ ኢሉ ወኣምላኽ ነዚ ሓጢኣት እዚ በደል ኣይተቑፀረሎ ሰብና ከምኡ ምሕረት ተገይሩልይ እሞ ንካልኦት ከኣ እሱ ምሕረት ግበረ እምበኣር ጎይታ ሓግዘና ካብ ኩነኔየ ስለ ዝወፀስ ንሳቶም ከኣ ብኩነኔየ ከይጠፍኡ ነቶም ፀላእቱ ለምነሎም ከምዚ ዝከኣል ብጸጋ የሱስ ክርስቶስ ጥራይ እዩ። ኣይብጥበብናን የብልናን ጥበብ፣ ኣይብኽእለትናን የብልናን ክእለት። ስም ጎይታና የሱስ ክርስቶስ ሕጅን ንዘለኣለምን ክብ ልዕል ይበል። እወ እንታይ እሞ ዘይገበረልና ኣምላኽና፣ እንታይ እዩ ዘይገበረልና? ሕጂ ኣብ ቃል ኣምላኽ መሊስና ንርኣይ። ነቶም ዝኣምኑስ ኩነኔ የብሎምኒ። ወንጌል ዮሓንስ ሳልሳይ ምዕራፍ ካብ ፍቕዲ ዓሰርተ ሸውዓተ እሞ ንርኣይ። ጽኒልኩም ስምዑ፣ እቲ ጐይታ ዝብሎ ዘሎ ብዛዕባ ኩነኔ ርኣዩ። ኣምላኽ ንወዱ ዓለም ብኡ ክትድሕን እምበር ንዓለም ኪፈርዳስ ኣይለኣኾን። ብኡ ንዚኣምን ኣይፈረዶን። ነቲ ዘይኣምን ግና ብስም ሓደ ወዲ ኣምላኽ ስለ ዘይኣመነ ድሮ ተፈሪድዎ ኣሎ። እቲ ፍርዲ እዚ እዩ። ብርሃን ናብ ዓለም መጸ፣ ሰብ ግና ግብሮም ክፉእ እዩ እሞ፣ ካብ ብርሃንሲ ጸልማት ፈተዉ። እዚ ተኹነኒ እዩ። ኣምላኽ ዝተወደነ የሱስ ክርስቶስ ዓለም ብኡ ኣሚና ክትድሕን እዚ ጽሑፍ ካብ ግሊ እንታይ ይብለና ብወዲ ኣምላኽ ስለ ዘይኣመሩ ድሮ ተኾኒኖም እምበኣር ህይወት ክረኽቡ ተኾይኖም ደቂ ኣዳም ብጎይታና የሱስ ክርስቶስ ክኣምኑ ኣለዎ ንስኻ መድሓንየይ ንስኻ ተበጃውየይ ኣታ ገንሸል ኣምላኽ ኮንካ ተሰዋእካለይ ብኣኻ ኣሚነ ኣለኹ ይቕረ በለለይ ንብዘሎ ኣበሳይ ድሕሪ ዝባንካ ድርብዮ ተመሊስካ ውን ኣይትርኣዮ ኣሚነ ኣለኹ ኢሎም ዝመጹ ሽዑ ንሽዑ ሓራ ይወጹ ኣምላ ንጽባሕ ኣይብልኒ ምስጢሩ ኸ ኣምላኽ ኣብ ህልዊ እዩ ዝነብር ኣብ ሕጂ ኣብ ሎሚ ጽባሕ ድሕሪ ጽባሕ ምስ ኣምላኽ ኣይሰርሕን እዩ ግና ጽባሕ ወይ ድሕሪ ሰሙን ድሕሪ ሳልስቲ ክብል ከሎ ኣምላኽ ከምቲ ናትና ቋንቋና በጋባብና ይኸደና ምእንቲ ክንርድኦ ኣምላኽ ባዕሉ ግና ኣብ ህልዊ እዩ ዝነብር ስለዚ ዋእ ኣምላኽ ንዓይ ንሓጥእ መሓረኒ እብሎ ከለኹ ክሓስበሉ እየ። ድሕሪ ሰሙን ምጽኣት ድሕሪ ወርሒ ምጽኣት ዝበሃል የልቦን። ኣምላኽ ኩሉ ጽድቅን ቅድስናን እዩ እሞ ኣብኡ ምትላል ዝበሃል ኣይቀርብን እዩ። ዲያብሎስ ክዕረኩም ኣይትግደፉ፣ ክሕብለኩም ኣይትግደፉ። ነቲ ቃል ኣንብብዎ፣ መርምርዎ። ውላድ ጭሩ ኣዲኣ ተምጽኦ ተሎም በብዓይነቱ ሓሰኻ ተምጽኣሎም ኮላ ኣፋ ሃብልካ ድርግም እንታይ ዓይነት ምዃኑ ብዘይገድስ ንሕና ከምኦም ኣይኮንና ሰብ ኢና በርዐ ስላሰ የተፈጠርና እሞ ኣእምሮ ኣለና ስለዚ ነቲ ቃል ኣምላኽ መርምርዎ ተኸብኪብኩም ኣይትኺዱ መርምርዎ ብዕርቢ በዚ ግዜ እዚ ሓሰውቲ ነብያትን መማህራንን ዝበዝሕሉ ግዜ እታ ጎይታ ናይ ዝበላ መወዳእታ ዘበን እንድያ ነቶም እምነት ኣሎና ትብሉ ከይተረፎም እውን ሕልኮም መሊሶም ሓነክ ከብልኹም ለይትን መዓልትን ዝጽዕሩ ኣለዉ ስለዚ ንቃል ኣምላኽ ኣንብብዎ ኣስተውዕልዎ ምስ ተረዳእኩም ከኣ ብኡ ከምቲ ቃል ዝምህሮ ጸኒዕኩም ደው በሉ ዝኾነ ይኹን ሰብ ክረግጸኩም ኣይትግደፉ። ብእምነትኩም ዝመጸ እወ ኣምላኽ ንዓለም ክኹንና እንተ ዝደሊ ነቲ ሓደ ወዱ በጃና ክመጽእ ኣይምገደፎ። ይግብኣና ይኸኣ ኩምም ኢልና ክንጠፍእ ግና ረኣይሞ እቲ ቃል ኣምላኽ ወይ ዘገርም ነገር ቀዳማይ ምዕራፍ ወንጌል ዮሃንስ ፈል ዓሰርተ ክልተ ነቶም እተቐበልዎ ዘበሉ ኩሎም ብስሙ ንዚኣምኑ ግና ውሉድ ኣምላኽ ኪኾኑ መሰል ሃቦም ንዚኣምኑ ኣይነበረናን እኮ መሰል ግቡእና እውን ኣይኮነ ግና ብእምነት ሕራይ ጎይታ ስለ ዝበልናዮስ ደቂ ኣምላኽ ተባሂልና ክንጽዋዕ ዘይነበረና መሰል ኣብ ቅድሚ ዓይኑ ረኸብና። እዚ ኩሉ እዚ ጸጋ ኣምላኽና እዩ። እሞ ከምኡ ኢልኩም ዶ ክትነብሩ ትደልዩ ብዘይ ጸጋ ኣምላኽ? እቲ ብዘይ ጸጋ ኣምላኽ ዝነብር ብዘይ ጸጋ ኣምላኽ ይመውት። ጠፊኡ ማለት ከኣ እዩ መንግስቲ ኣምላኽ ተዓጽያ ኣላ እቲ ብጸጋ ጐይታና የሱስ ክርስቶስ ዝመላለስ ምስ ኣምላኹ ከኣ ደገ መንግስተ ሰማያት ትጽበዮ ኣላ ተኸፊታ ኣላ ስለዚ ስለምንታይ ኮለል ትብሉ ኣብ ማእከልኩም ከሎ የሱስ ክርስቶስ ስለምንታይ ከ ላዕልን ታሕትን ርቕሚ ቐረባን ኮለል ትብሉ ኣብ ማእከልኩም ከሎ ሰኣን ንኡ ትኽ ኣቢልካ ምጽዋዕሲ ኣብ ክንደይ ገልጥምጥምን ተስፋ ምቑራጽን ጥፍኣትን ትኣትዉ ኣለኹም። ብዕዳ ንሱ'ዩ ባዕሉ ምላሽ ናይ ኩሉ ጸገምኩም። እወ ኣብ ጎይታና የሱስ ኩነኔ ዝበሃል የልቦን። እወ። ኣስተውዕሉሉ ጎይታና የሱስ ዝብሎ ኣብ ወንጌል ዮውሃንስ ሓምሳይ ምዕራፍ እዋ ፍቕዲ ዕስራን ኣርባዕተን ክተስተውዕሉሉ ደሊ እቲ ንቓለይ ዝሰምዖን በቲ ዝለኣኸኒ ዝኣምንን ናይ ዘለኣለም ህይወት ኣላቶ ወይ ተናይስ ኮይ ዝዛረብ ዘሎ ስም ኣምላኽና ይባረኽ ኩነኔ የልቦን ኩነኔ የልቦን ደገ ምሕረት እባ ተኸፊቱ ስለዚ ከምዚ ክብል ከሎ እታ ነገር ካባኹም እያ ምርጫኹም ግበሩ እቲ ንቓለይ ዝሰምዕ ዝቕበሎ ጥራይ እዩ እቲ ንቓለይ ዚሰምዖን በቲ ዝለኣኸኒ ዚኣምንን ናይ ዘለኣለም ህይወት ኣላቶ ምርጫኻ ከምኣ ድያ ምርጫኻ ከምኣ ድያ ናይ ርእሲ እምነት ኣይጠቕመኩምን እያ ናይ ርእሲ እምነት ፍልጠት እምነት ፈሪሳዊ እያ ትገብረካ ናይ ልቢ እምነት ግና ናይ ሓቂ ብእምነት ብጸጋ ክርስቶስ ዝጸደቐ ጽድቂ ትገብረካ። እንታይ ዘገርምን ዘደንቕን እዩ ኣምላኽና ጸጋኡ ማእለያ ዘይብሉ ንሱ ካብ ሞት ናብ ህይወት ተሳገረ እምበር ናብ ፍርዲ ከም ዘይበጽሕ ብሓቂ ብሓቂ እብለኩም ኣለኹ። ጎይታ ናይ የሱስ እዩ ዝዛረብ ዘሎ ናብ ፍርዲ ዘይበጽሕ እንታይ ማለት እዩ ነቲ ብጎይታ የሱስ ክርስቶስ ዝኣመን ኩሉ ሓጢኣቱ ድሕሪ እዩ ንቕድሚኡ ክርኢ ከሎ ሕጂ ህይወት እዩ ዘሎ ብክርስቶስ ኣሚንኩም ሕይወትኩም ዘይቀየርኩማ ግና ኃጢኣትኩም ቅድሚኹም ይኃልፍ፣ ስለምንታይ? ኣብ መዓልቲ ፍርዲ ምእንቲ ጸብጻብ ክትህቡ፣ ኣብ ፍርዲ እተበጺሕኩም ከኣ ነገር ተወዲኡ ማለት እዩ፣ ንዘለዓለም ጠፊእኩም። ኣብኡ ትብጻሕ፣ ኣብኡ ትብጽሒ። ሕጅን ንዘለዓለምን ሓራ ዘውጽእ ካብ ኩነኔ ክርስቶስ የሱስ እንገረልኩም ይንገረልኩም ኣሎ። እሞ ሰኣን ትሕት ምባል ትጠውኡ ዶ? ንቃለይ ሰምዑ ምርጫ ካባኹም እያ ኣብ ኢድኩም እያ ዘላ ናይ ዘልኣለም መሓድረኹም ካባኹም እያ ካብ ኣምላኽ ኣይኮነን ኣምላኽ መገዲ ከፊትልኩም ኣሎ ናጻ ባህር ገይሩ ስለ ዝፈጠረኩም ከዓ ብሓይሊ ወይ ከድሕነካ ግደፈኒ ወይ ክሳድካ ክቆርጸካ ኣይኮነን መገዲ ኣምላኽ እንሃለ እታ መገዲ ንኣይ ሕራይ ተበልካኒ ብምርጫኻ ፍታውካ ሂወት ኮነልካ እምብለይ ተበልካኒ ከኣ ኩነኔን ሞትን ኮነልካ ስለዚ ኣብ ኢድኩም እያ ዘላ ኣይትጋገዩ ስም ጎይታና የሱስ ክርስቶስ ሕጂን ንዘለኣለምን ይባረኽ እወ ኣማኒ ዓስቡ ክቕበል እዩ ዝቐርብ እምበር ክፍረድ ኣይኮነን። ስለዚ ተጠንቂቕና ንንበር። ከምቲ ንሱ ዝደልየና ሰጥ ለጥ ኢልና ከኣ ንንበር። ጽሑፍ እዩ። እዚ ጽሑፍ ከ እንታይ ይብል? ደጊምሲ ንዓመጻኦም ምሕረት ክገብረሎም እዩ ንሓጢኣቶምን ንኣበሳኦምን ድማ መሊሰ ኣይክዝክሮን እየ። ዕብራውያን ሸሞንተ ዓሰርተ ክልተ፣ ስም ኣምላኽና ይባረኽ። እቲ ዘይርስዕ ይርስዕ። ኣበሳኦም ኣይክዝ ኣጎየ ኣይክዝክሮን እየ። በዚ ይቕረ ኢሉ። ሓዲሱ ኩለንትናና ተማቐልቲ ባህሪ ኣምላኽና ኮይንና ደጊም ሎሚ እቲ ንፈትዎ ዝነበርና ንጸልኦ ክፉእ ዘበለ ንፍንፍኖ ሃዲምና ብ ኣምላኽና ጠቢቕና ንዘብር ነቲ ቅደም ዝገበርናዮ ሓጢኣት ቅደም ተረሲዑ እዩ ብ ቅድሚ ኣምላኽ ካብዚ ዝበልጽ ህይወት ኣበይ ትረኽቡ ንዕዳ ናብ የሱስ ክርስቶስ ኣይትስሓትዋ ብዘይክኡ መድሓኒ ይብልኩምን ሓው የብልኩምን ዓርኪ የብልኩምን መንሆለይ ስሙ ይባረክ ስሙ ይባረክ ስሙ ይባረክ እወ ኣምላክ ኢሉ ኣሎ ኢሳያስ ውን ኣርብዓን ሰለስተን ዕስራን ሓሙሽተን እወ ኣነ ኣነ ንኩሉ ኣበሳካ ስለ ስማይ ኢለ ዝድምስሶ ንሓጢኣትካ ኸኣ መሊሰ ዘይዝክሮ። ርኣይዎ እሞ ኣነ እየ ንኣበሳኻ ዝድምስሶ። ኣበሳ እንታይ ጌርና ኢና? ኩነኔ። ንኣበሳኻ ደምሲሰ ካብ ኩነኔ ናይ ገዛእ ርእስኻ ሓጢኣት ሓራ ኣውጽኤ ዘንብረካ ኣነ እየ። ስለዚ ናባይ ምጽእ ኣብለና ኣሎ። ካብ ኩነኔኻ ሓራ ክትወጽእ ሓራ ክትወጺ ናባይ ምጹ። እዋይ! እንድሕር ሓጢኣት ኮኒናትና ብኹናኔ ሜትና ወይ ኩኑን ኩነታት ሜትና መንግስተ ሰማያት ኣይኣቶናን ማለት እዩ ኣምላኽ ኣድሕነና ነዚ ክንገብሩ ብልና ነዚ ግብሪ ጸልማት ግና ግብሪ ብርሃን ርእስና ከይነትሕት ክንብል ክንጠፍእ ኣይፋልኩምን ንዑዳ እዋ ኣብ የሱስ ክርስቶስ ኩነኔ የልዎን ቀዳማይ ክፉል ብደሙ ባዕሉ ከፊልዎ ስለዚ እታ ሓንቲ ነገር ክንገብራ ዘሎና ፍቓደኛታት ኮንካ ምምፃእ እዩ እምበር ንበደልና ዝኸፈለልናስ ኣብ የማን ኣብ ኣለው ንሱ ክርስቶስ የሱስ ኮንነና ባህግ ይብሉም ኣይኮነን ዶ ብሓጊ ሓሳብ የብሉን ብኡ ምኽንያት ኢኮ ኣቲ ምትጽዕሩን ዝኸበደኩምን ንዑ ናባይ ኣነ ከዕርፈኩም ዝበለ ሌላን ጉሌላን ዘይብላ ንኹሎም ደቂ ኣዳም እወ ነቶም ብክርስቶስ የሱስ ዘለዉ ሰባት ሰብኡት ኣንስቲ ኣጓዝ ጎራዙት ቆልዑ ኩነኔ ዝበሃል የልቦን እነሆ ሕጂ ኣብ መገዱ ኣሎ ምምጽኡ እዩ እታ ግዜ ኣኺላ እያ እሞ ነቶም ናቱ ይብል ቃል ኣምላኽ ይፈልጦም እዩ ምስ እሞ ተመላለሱ ኣይክትሓፍሩን ኢኹም ምስ የሱስ ክርስቶስ ምምልላስ ረብሓ እምበር ክሳራ ዝበሃል ዘበት ከይርከብ የልቦም ከ ከመይ ዘገርም እዩ እወ ዳዊት ከንታይ ኢሉ ኣበሳይ ንኣኻ እመን ኣለኹ ዓመፃይ እውን ካባኻ ኣይሓባእኩን በልኩ ድማ ኣበሳይ ንኣኻ እናዘዝ ኣለኹ ወእግዚኣብሄር ሽዑ ድማ ንስኻ ንኣበሳይን ንሓጢኣተይን ይቕረ በልካለይ ከማ ዘይትገብሩ ሕጂ ንእኹም ትእመንሉ ንሰብ ኣይኮነን ብቑዕ ኣይኮነን ሰብ ሓጥእ ሰብ ካብ ሓጢኣትካ ከማልድ ዓቕሚ ስለ ዘይብሉ ንውኼትካ ኣይትእመነሉን ኢኻ። ኣብታ ዘለኹማ ተምበርኪኽኩም ኦ ኣምላኽ ብስም ክርስቶስ ወድኻ መጺኤ ኣለኹ እሞ እንሆ ሓጢኣተይ እእመነልካ ኣለኹ ሓጥእ እየ ይቕረ በለለይ ርኹስ እየ ኣንጽሃኒ ፍንፉን እየ ቅቡል ግበረኒ እዚኣ ካብ ልብኹም ተጸሊኹማ ሽዑ ሽዑ ክምልሰልኩም እዩ። ኣብ ኣምላኽና ተስፋ ምቑራጽ ዝበሃል የልቦን እሞ በየናይ ምኽንያት በየናይ ምኽንያት ተስፋ ክትቆርጹ ትኽእሉ? እወ ወንጌል ዮሃንስ ሻምናይ ምዕራፍ እሞ ንርአ። ወንጌል ዮሃንስ ሻምናይ ምዕራፍ ዓስራይን ዓሰርተ ሓደን ጥቕሲ እወ የሱስ ከኣ ቅንዕ ኢሉ ብዘይ እታ ሰበይቲ ሓደ እኳ ከምዘየልቦ ምስ ረኣየ ኣቲ ሰበይቲ እቶም ከሰስትኺ ደኣ ኣበይ ኣለዉ ዝፈረደኪዶ የልቦን? በላ። ንሳ ኸኣ ሓደ እኳ ጐይታይ በለቶ። የሱስ ድማ ኣነውን ኣይፈርደክን እየ፣ ኪዲ እሞ ደጊም ኣይትበድሊ። ስሙ ይባረኽ። ብጐይታ ተኣሚንካ እወ፣ ኣብኣ ጽናዕ፣ መሊስካ ኣይትበድሎ እዩ ዝብል ዘሎ። እዛ ሰበይቲ እዚኣ እንታይ ኢሎም ከሲሶማ? ኣብ ግብሪ ዝሙት ተረኺባ እያ እሞ ብዳርባ ኣምኒ ክትጭፍጨፍ ግብኣ ንስኻ ከ እንታይ ትብል የሱስ ከኣ ልቦም ኣንቢቦ ፈሊጥዎም እንዲ ዘሎ ሰብ እንታይ ካብ ዝመጹ ንብኡ ጌጋ ክረኽቡሉ እዮም ኣምጺኦሞ ካልኣይ እቲ ዘንባል ፍርዶም እሞ ረኣይዎ ትኽ ተበለ ከም ማዕጺድ ከም ጉራዴ ፍርዶም ረኣይዎ ነቲ ሰብኣይ ገዲፎሞ ንዓ ግን ኣምጺኦምዋ ውብዙር እዋን ፍሉጥ ነገር እዩ ሰብኣይ ንሰበይቲ ዝከኣሎ ዝገብር ከስሕታ እንድሕር ብፍቕድን ብዝሕን ከድናዮ ሰብኡት እዮም ዓመፅቲ ብዛዕባ እዚ ነዚ ሰብኣይ ግና ገዲፎሙ ንኣ ከዓ ከጥፍዋ መፅኦም ሕዚ ጎይታና የሱስ ትኽፉእ ልቦምን ርኹስ ፈናፍንቲ ሓሳቦምን ምስ ረኣየ እንታይ ይብሎም ኣሎ ካባኻትኩም ሓጢኣት ዘይብሉ እምኒ ይደርብየላ፣ ምኽንያቱ ንኹሎም ሓጢኣት ከም ዝገበሩ ጥራይ ኣይኮነን ዝፈልጥ፣ እንታይ ዓይነት ሓጢኣት ከም ዝገበሩ፣ ኣበይ ኮይኖም ከም ዝገበርዎ ኩሉ ፈሊጥዎ ኣሎ፣ ጎይታ እንድዩ። ንሳቶም ግን ዓይኖም ኣይከፈቱን፣ ማንም ሰብ መሲልዎ፣ ሕጂ ብጎረርኦም ሓኒቕዎም፣ ካባኹም ሓጢኣት ዘይብሉ እምኒ ይደርብየላ። ሕልንኦም ከሲስዎም፣ ረቲዕዎም፣ ከም ዘራጊ ምሉቕ ምሉቕ ምሉቕ ኢሎም ዕርብ ጎይታና ቅንዕ ቁ- ቅንዕ ኢሉ እተራእየ እታ ሰበይቲ በይና ኮነንቲ ክደ ኣበይ ከይዶም ዝኾነ ነኪሩ የልቦም ጎይታ ከይዶም ንሱ ከዓ እንታይ ኢሉ ኣነ ከዓ ኣይኩንነልክን እየ ኣይኩንነክን እየ ይቕረ ኢለልኪ እኮ እዩ ዝብላ ዘሎ ግና ርኣዩ ተመሊስካ ኣይትበድሊ ኣብዚ ናይ ክንደይ ሰባት ሓንቲ ሰዓት ድሕሪ ድሒንካ ድሕሪ ዝድላካ ትገብር ኢሎም ዝምህሩ ኣለዉ ንክንደይ ሰብ ከዓ የጥፍእዎ ኣለዉ እቲ ጎይታና የሱስ ክርስቶስ ዝበሎ ግና እዚ እዩ ኪድ ኪዲ ተመሊስኩም ኣይትበድሉ እወ ተመሊስካ ኣይትዓምፅ ብፀጋ ኣምላኽ ብዓወት ክትነብሩ ትኽእሉ ኢኹም እዩ መንፈስ ቅዱስ እንድዩ ኣባኹም ዘሎ ትኽእሉን ፍረ ቃል ኣጸቢቕኩም ጎይታ ንዘይምኽኣለ ይደግፍ ኢልኩም ትሕት በሉ እሞ ረድኤት ካብ ላዕሊ ዝመጽእ እግዚኣብሔር ኣብዚሑ ይባርኽኩም ንጸሊ ወእግዚኣብሔር ኣምላኽና ተመስገን ሳላ ጎይታና የሱስ ኩሉ ኩነኔና ምስ ኩሉ ከቢድ ሓጢኣትና ተጠቕሊሉ ኣብ ባሕሪ ምርሳዕ ትድርብዮ ተመልስካ ኣይትዝክሮ ክደሞ ኣይትበድሉ ኢልካና ምክንያቱ ኣባና ርስኻ ክንነብር ከለኻ ብዓወት ክንነብር ንኽእል ኢና ምእንቲ ንሓጢኣት ክንመልካ ብጸጋኻ ንስኻ ኣብ ልብና ኮንካ ከኣ እኻ ንምድሓና ዝመደብካዮ እምበር ናብቲ ናይ ቀደም ዝነበርናዮ ተኼላ ጸውዒት ጸምሪ ሓጢኣት ክንምለስ ኢልካ ጨፈቃ ሓጢኣት ኣየድሓንካና ስምካ ይባረኽ ስምካ ይባረኽ ሕጅን ንዘለኣለምን ብስም ጎይታና የሱስ ኣሜን።